ሊሊ ብጣዕሚ ኣንህቢዓ ማለት እዩ ኣሌክስለ ብጣዕሚ ደንጊፁ ዓይኖመይ ብሰንክኺ እዩ መንከብ ሓሳበይ ዘይሰምዐኒ ዘሎ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩምለ ኣብ ዘለኹምዎ ሰላምኩም ብዝሕ ትርፍ ያለለ እንዳበልኩ ለማዕንቲ ድማ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምር ኢኹም ሓድሽቲ እንተኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ፈቱ ማለት እዩ ቤተሰብ ዝኾንኩም ድማ ላይክ ሸር ምግባር ኣይትሕመቑ ማለት እዩ ኣበረታትዕኒ ምብርትታዕኩም ኣይፈለየኒ ክብል ይደሊ ማለት እዩ ስለተበረታትዕኒ ብጣዕሚ እየ ዘመስግን እግዚኣብሔር ኣምላኽ የኽብረለይ ማለት እዩ ሕጂ እውን ኣብ ጎኒ ኮይንኹም ኣጆኹ እናበልኩም ስለ እተበረታትዑኒ ብልቢ እየ ለመስግን ማለት እዩ እምበኣር ልምዓንቲ ዝመፃኸሉ ብዛዕባ ዓይነ ሞይና ኣሌክስ ሊሊ እየ መፅኢኩም ዘለኹ ማለት እዩ ከምዚ ኣብ ታምኔል ትርእይዎ ዘለኹም ማለት እዩ ዓይነ ሙይ ንሊሊ ብጣዕሚ ሌተ ፀብዮ ተነገርያ ተነገራታ ማለት እዩ እንታይ ዝብል ድማ ክሳ መጨረሻ ሓቢርኩም ተፀኒሕኹም ማለት እዩ ክነግረኩም እያ ማለት እዩ ዓይነማይ ከምዚ ክትብላኒ ዝገበራ ትማሊ ብዝሰርሐቶ ፕራንኪ ማለት እዩ ምስ መን ከም ተሓባቢራ እንታይ ዓይነት ቪድዮ ከም ዝሰርሑ ርኢኹም ይኹን ኩልኹም ማለት እዩ መን ከም ምስ ሊሊ ተመኺሩ ማለት እዩ ብእውነት ክልተ ምሕረራት ተራኺቦም ማለት እዩ ንዓይኖመይ ካብ ስራሕ እንዳጎዮም ጽምዋ መን ከም ሒሙን ኢሉ ነጸላ ተኻዲኑ ኣብ ሶፋ ደቂሱ ጸኒሕዋ ሪኢኹ ይኹን ቤተሰብ ማለት እዩ ሊሊ ከዓ ከምዛ ምንም ዘይትፈልጥ ኮስተር ኢላ ሒምዎ ብሰንኪ እኮ እዩ ብሰንኪ እኮ እዩዋ ብሰንኪ ደኣ እንታይ ስልናጨናነቅክዮ እንዳጨናነቅክዮ ኢኺ እሞ ሕክምና እንድያ ከይድና ኢለ ክፀውዕዮ ሕክምና እንታይ ክገብረሉ ሕክምና ምንም ኣይገብረሉን እዩ ኣይልሊ ምሕረር ምንም ኣይገብረሉን እዩ ሕክምና እንዳበለት ማለት እዩ በቃ ብጣዕሚ ያሰንቢዳታ ማለት እዩ ምግብኻ በሊዑ ድዩ ኣይበልዐን እንታይ ይገብረልካ እንታይ ይገብረሉ ምግቢ እንዳበለት ጭራሽ እንታይ ይገብረሉ እንታይ ይገብረሉ ቡና እንታይ ይገብረሉ ምግቢ እንዳበለት ንዓይኖመይ ብጣዕሚ ኣገራዕት እያ ትላ ማለት እዩ ብጣዕሚ እያ ተጨናኒቓ ኣድኻ ግንሲ ርኢኹም ዶ የኔ እናት ሽሕ ዓመት ትንበረልካ ኣደኻ ማለት እዩ። እንኮ መተክኢ ዘይብላ ማለት እዩ። ኣዶ ማለት ናትካ ሕማም ንኣ ክኾነላ ትምነ እያ። ውላዳ ሓደ ነገር ምንም ነገር ክነኽእላ ኣይትደልን ማለት እዩ። ካብ ኣደ ዝበለ ማንም የለይ ብእውነት ብሓቂ ኣዶ ማለት ብርሃን ገዛ እያ። ዓንዲ ገዛ ህይወት ብእውነት ዓድኻ ማለት እዩ ሽሕ ዓመት ምንባር እኳሲ ክንእሳ ማለት እዩ ዓድኻ ኩል ነገር ከያ ዓደ ማለት ንዓኻ ህይወት ከያ ብእውነት ብልኩም ለኹ ማለት እዩ ማዕረ ክንደይ ከም ዝተጨንቓ ትሪኢኹም ዋኹም ማለት እዩ መን ከም እነሊሊ ብጣዕሚ እዮም ተጫዊቶምላ ማለት እዩ ዝሪኢኹም ዋኹም ብኮንትራት ታክሲ ገይራ እያ ከይዳ ካብ ስራሕ እዮም ፀዊዖምዋ እዋ ንፕራንክ ክገብሩስ ካብ ስራሕ ፀዊዖም ወሪኹም ድኹም ቤተሰብ እወይ ብጣዕሚኣ የዋ ብጣዕሚኣ ረረቲ ዓይኖም ማለት እዩ ከምቲ እትርእይዋ ብጣዕሚኣ ደስ ትብለካና እና እዚ ጉዳይ እዚ ብቕንዱ ማለት እዚ ጉዳይ እዚ ነታ ተመርዐ እንዳበለት እተጨንቕ ዘላ መመኽንየታ ብኣገሮም እዮም ብራንክ ገይረዋ ተረዲኡኩም ቤሰ ማለት እዩ እስኺ ተመርዐ እንዳበልኪ ዘይደለኽዋ ጓል ኣምፂእኺ እንዳጨነቅክኒ ተጨኒቓ ሓሚመ ዘለኹ ኢልዋ ብጣዕሚ በቃ ማለት ትሕዘን ትጭብጠን እዩ ጨኒቕዋ ማለት ውይ ወደይ ኣነ እኮ ንዓኻ ክምችየካ ንዓኻ ክጥዕመካ ኢለ እምበር ንዓኻ ዘይምችየካ ንዓካ ዘይጥዕመካ ተኮይኑ ምንም ፀገም የብሉ ክንገድፎ ንኽእል ኢና ኢላቶ ማለት እዩ ኣድካ ኣምሓሩ ክንደይ ናይ ርሕቀት መንገዲ ትሓስብ ሪኢክሞ ኢኩም ማለት እዩ እሳ ንጽባሕ ክጥዕሞ ንጽባሕ ክምችዮ ኢላ እምበር መቸም ወላዲካ ናትካ ክፉእ ኣይደሊ ናትካ ሕማቅ ኣይደሊ ኩሉ ግዜ እስኻ ኣብ ጽቡቕ ደረጃ ክርእየካ ኣብ ጽቡቕ ህይወት ክርእየካ እዩ ዝምነና ዝሓስብ ዓይነ ወይለ ከምኡ እያ ሓሲባ ከምኡ እያ ተመንያትሉ ንመንከም ማለት እዩ ግን ናይ መንከም መንከም ንዓይነወይ ክቕበላ ኣይከኣለን ሊልና ኣሌክስ እውን ክድግፍዎ ኣይከኣሉ እዩ ማለት እዩ እና ዓይነወይ ትብል ዘላ እህ ዝኹሉ ነገር ለካ ናቴሲ ቃለይ ክቕበል ዘይከኣለ ቃለይ ክሰምዕ ዘይከኣለ ብሰንክኹም እዩ ብሰንክኺ ሊሊ ብተለይ እንዳመኸርክዮ ኣብ ጎኒ ኮይንኺ ኖኖ በቃ ማለት ሲ ምስታ ልሓዝካያ ይኹን ምርጫኻ ዓይኖመይ ክትገድፎ እያ ኢል እንዳበልኪ እንዳባረታትዕኺ እኺ ቃሊሉ ይሰምዕ ኣሎ ኢላ ተናጊራ ተሊሊ ድማ ብጣዕሚ እያ ተናዲዳ ብጣዕሚ እያ ሓዚና ኣነ ከምኡ ይብሉን እየ ንምንታይ ኣነ ከምኡ ኣይብሉ ሕጂ ተሓባቢረ ፕራንክ ስለ ዝገበርኩም ስዑዲ ፕራንክ እኮ ኖርማል እዩ ኩሉ ግዘ ፕራንክ ንገባበርና እና ምንም ኣነስ ከምኡ ክትብልና ይፅበኩላ ብጣዕሚ እያ ተናዲዳ ብጣዕሚ እያ እያ ነቢሓ ማለት እዩ ኣሌክስ ንባዕሉ ብጣዕሚ ሰንቢዱ ማለት ዓይነ ወይ ከምዚ ኢላ ክትዛረብ ኣያ ንሉ በፍፅም እዚ ሓሰበና ኣይነ ወይ ድማ ምትክታ ናይ ትማሊ ብጣዕሚ ዘናደደ ዋጣ ናይ ትማሊ እያ ማለት እዩ ፕራንክ ኣኬራታ ቤተሰብ ናይ ብሓቂ ይኮነት ከም ኢላታ ማለት እዩ ፕራንክ እዩ ነይሩና ብጣዕሚ እያ ሊሊ ድማ ተባሰጫ ብጣዕሚ እያ ሓዚና ብጣዕሚ እያ በኽያ ማለት እዩ ሓድሕድ ግዜ ንሰርሖ ፕራንክሲ ማዕረ ክንደይ ናይ ከም ዝጎድኣና ማዕረ ክንደይ ናይ ከም ዝሃስየናሲ ንፈልጥ ዶ ንኸውን? ብጣዕሚ ዘጨናንቕ ፕራንክ ኣሎ ብጣዕሚ ዘዘናግዕ ፕራንክ እውን ኣሎ ማለት እዩ። ንኣብነት ከም ናይ ትማሊ ንዓይነመይ ዝሰርሕዋ ፕራንኪ ብጣዕሚ እዩ ዘጨናንቕ ማዕረ ምሕማም ማለት ቀሊል ኣይኮነይ ማለት እዩ ካብ ስርሓ ሃፍ እንዳበለት እያ መፅያ ማለት እዩ ትሕዝን ትጭብጠን እዩ ስኢና እሞ ከዓ ኣደብ ውላዳ ሓሲብኩም ወዲኹም ውላዳ ማለት እዩ ብሕማም ክትፍተን ብጣዕሚ ከቢድ ቤተሰብ ማለት እዩ ኣነ ግን ናይ መንገቢ ዘስሓቐኒ ቤተሰብ እንታይ ትብልኩም ንገርያ ንገራ ንገርያ ንገራ ንስኺ ንስኻ ናበለ ማለት እዩ ሪኦም ድኾም ፈሪሖም ኮ እዮም መጀመርያ ብራንክ ክሰርሕለይ ፈርሖስ ድሓር ንምንጋር ፈሪሖም ማለት እዩ ምስ ነገርዋ ድማ ብጣዕሚ እያ ተበሳጫ ማለት እዩ ንመቀም እንዳርጋ ወቂዓቶ እንዲያ እንታይ ቀሪቡ ተቐጥቂጡ እዩ ኢሉ እውን ዘይኾን ኮይኑዎ እምበር ማለት እዩ ክትቅጥቅጣ እያ ሓሲባ ነይራ ማለት እዩ ስቐሊ ስቐሊ ስቐሊ ብቻ ሃይለኪ ገለ እንዳበለት ማለት እዩ ንምንታይ ብጣዕሚ እዩ ዘሰንብድ ኣነ ኣብ ናታ ቦታ ኮይነ ክሓዝ ከለኹሲ ማራ ዘሰንብድን ማራን ዘሸቐልን እዩና ሓቂ እያ ክትናገር ሓቂ እያ ክትኮሪ መን ከምና ሊሊ ክትክሕስዋ ይደሊ ማለት እዩ ሳፕራይዝ ክትገብርዋ ኩሉ ግዜ ፕራንክ ፕራንክ ኣይትግበርዋ ንዓይኖም እዩ ማለት እዩ ሳፕራይዝ ልግበርዋ ሓደ ሓደ ግዜ ዘሐጉስ ነገራት ማለት እዩ ኩሉ ግዜ ምጭናቕ ዘይኮነ ሓደ ሓደ ግዜ ደስ ልብል ፕራንክ ኣሎ ዘዘናግዐ ፕራንክ ኣሎ ከምኡ ክትገብሩ ትኽእልኩም ንኣብነት ከም ቀደማይ ሳዕስዕለይ ኣማርኛ እንግሊዝኛ እናበለት ሊሊ ሪኢኹም ያኹምና ዘዘናገ ተኾይኑ ምን ማለት ይኮነኪን ማዕረኽ እንደዚ ዘጨንቕ ምናምን ተኾይኑ ብጣዕሚ እዩ ከቢድ እና ቤተሰብ ማለት እዩ ናይ ለማዓንቲ ቪድዮ ሒዘልኩም ዝመፅኹ እዚያ ትመስል ነይራ ማለት እዩ ክሳብ እዛ ሰዓት እዚኣ ምሳይ ሓቢርኩም ስለ ዝፀናሕኩም ብጣዕሚ እየ ዘመስል ግን እኮ ማለት እዩ ሕጂ እውን ምብርትዕኹም ኣየፈለየኒ ኣበረታትዑኒ እየ ክብለኩም ዝደሊ ማለት እዩ በተለይ ኣብ ስደት ዘለኽን ኣሓተይ ኩልኽን ሳብስክራይብ እንዳገበርክን ኣበረታትዓኒ ብቆንጆና ብሓሪፍ ቪድዮ ክመፀኩም እየ ማለት እዩ ከምዚ ሕዚ ዘይኮነ ብቆንጆ ዘመር ቪድዮታትና ዘዘናግዕ ሒዘልኩም ክመፅ እየ ማለት እዩ እና ብጣዕሚ ዘመስግን ሰሰነይ ንዓኹም ባይ ባይ